እግዚኣብሔር ኣምላኽ መንፈስ ቅዱሱ ይለኣኸልና ናብ ወንጌለ ማቴዎስ ምዕራፍ 21 ካብ ቁፅሪ 1 ክሳብ ቁፅሪ 12 ክንርኢ ኢና ኢየሱስ ብዓቢ ክብሪ ናብ ኢየሩሳሌም ከም ዝኣተወ ናብ ኢየሩሳሌም ምስ ቀረቡ ኣብ ደብረ ዘይቲ ዘላ ቤተ ፋጌ በጽሑ ሽዑ ኢየሱስ ካብ ደቂ መዛሙርቱ ክልተ ልኢኹ፣ ኣብ ቅድሜኹም ናብ ዘላ ዓዲ ኺዱ፣ ብእብኡ እስርቲ ኣድጊ ምስ ዒላኣ ክትረኽቡ ኢኹም፣ ፈቲሕኹም ከኣ ኣምጹለይ። ዝኾነ ሰብ ሓደ ነገር እንተበለኩም፣ ጐይታ ይደልዮም ኣሎ በሉ። ብኡብኡ ድማ ክሰዶም እዩ በሎም። እዚ ዅሉ ዝዀነ ነቲ ብነብዪ ንኢየሩሳሌም እንሆ፣ ንጉስኪ ለዋህ ኣብ ኣድግን ኣብ ገልገል ኣድግን ተወጢሑ ናባኺ ይመጽእ ኣሎ በልዋ ዝተባህለ ምእንቲ ኽፍጸም እዩ። ደቂ መዛሙርቱ ድማ ኸይዶም ከምቲ ኢየሱስ ዝኣዘዞም ገበሩ። ነታ ኣድግን ነታ ዒሉን ኣምጽኡሉ። ክዳውንቶም ድማ ኣብ ዝባነን ጐዝጐዝሉ፣ ኢየሱስ ኮኣ ተወጠሐን። እቶም ሕዝቢ ብምሉኦም ድማ ክዳውንቶም ኣብ መገዲ ኣንጸፉ። ካልኦትውን ካብ ኣዕዋም ጨንፈር እናሰልዑ ኣብቲ መገዲ ይንስንሱ ነበሩ። እቶም ቀቅድሚኡ ዝኸዱ ደድሕሪኡውን ዝስዕቡ ሕዝቢ ኸኣ ሆሳእና ንወዲ ዳዊት እቲ ብስም እግዚኣብሔር ዝመጽእ ብሩኽ እዩ፣ ሆሳዕና ኣብ ኣርያም እናበሉ ይጭርሑ ነበሩ። ናብ ኢየሩሳሌም ምስ ኣተዉ ኸኣ ብዘላታ ኸተማ መን እዩ እዚ እናበለት ተናወጸት። እቶም ህዝቢ ድማ እዚ ነቢይ ኢየሱስ በዓል ናዝሬት ናይ ገሊላ እዩ በሉ። ኢየሱስ ነቶም ኣብ ቤተ መቕደስ ዝሸጡ ከም ዝሰጎገ ኢየሱስ ኣብ ቤተ መቕደስ ኣትዩ ኣብ ቤተ መቕደስ ዝሸጡን ዝሳየጡን ዝነበሩ ኩሎም ሰጎጎም፣ ጠረጴዛታትን መሽረፍትን መናብር ሸየጥቲ ርግቢ'ውን ገልበጠ። ቤተይ ቤት ጸሎት ክበሃል እዩ ዝብል ጽሑፍ ኣሎ፣ ንስኻትኩም ግና በዓቲ ጓሕላሉ ገበርክምዎ በሎም። ኣብ ቤተ መቕደስ ከኣ ዕውራትን ሓንካሳትን ናብኡ መጹ፣ ንሱ ድማ ኣሕወዮም። ሊቃነ ካህናትን መምህራን ሕግን ግና ነቲ ዝገብሮ ተኣምራትን ህፃናት ድማ ኣብ ቤተ መቕደስ ዓው ኢሎም ሆሳዕና ንወዲ ዳዊት ክብሉን ምስ ረኣዩ ሓረቑ። እዚኣቶም ዝብልዎስ ትሰምዕዶ ኣለኻ? በልዎ። ኢየሱስ ከኣ እወ እቲ ካብ ኣፍ ቈልዑን ህፃናትን ምስጋና ኣዶላኻ ዝብልዶ ኣየንበብኩምን ኢኹም? በሎም። ሓዲግዎም ድማ ካብታ ኸተማ ወፂኡ ናብ ቢታንያ ኸደ፣ ኣብኡውን ሓደረ። ከምኡውን ኣብ ወንጌለ ማርቆስ ምዕራፍ ዓሰርተ ሓደ ቁፅሪ ትሽዓተ እንተርኢና እቶም ዝመርሑን እቶም ዝስዕቡን ከዓ ሆሳዕና ብስም እግዚኣብሔር ዝመጽእ ብሩኽ እዩ እታ እትመጽእ ዘላ መንግስቲ ኣቦና ዳዊት ብርኽት እያ ሆሳዕና ኣብ ኣርያም እናበሉ ይጭርሑ ነበሩ ኢየሱስ ኣብ ኢየሩሳሌም ምስ በጽሐ ናብ ቤተ መቕደስ ኣተወ። ኣብ ዙርያኡ ግልጽ እናበለ ንዅሉ ምስ ረኣየ መስዩ ነበረ እሞ ምስቶም ዓሰርተው ክልተ ናብ ቢታንያ ኸደ። ቅጽል ኣቢልና እውን ኣብ ወንጌለ ዮሃንስ ምዕራፍ 12 ቁጽሪ 13 ከምዚ ይብለና ካብ 12 ምልስ ኢልና እንድሕር ተርኢና ኢየሱስ ብዓብዪ ኽብሪ ናብ ኢየሩሳሌም ከም ዝኣተወ ንጽብሒቱ እቶም ንበዓል ዝመጹ ብዙሓት ህዝቢ ኢየሱስ ናብ ኢየሩሳሌም ከም ዝመጽእ ሰሚዖም ጨናፍር ኦም ስየ ኣልዒሎም ክቕበልዎ ወጹ። ዓው ኢሎም ከኣ ሆሳዕና እቲ ብስም እግዚኣብሔር ዝመጽእ ንጉሥ እስራኤል ብሩኽ እዩ በሉ። ከምቲ ኣቲ ኢየሩሳሌም ኣይትፍርሂ እነሆ ንጉሥኪ ኣብ ጻዕብ ኣድጊ ተወጢሑ ይመጽእ ኣሎ ዝብል ተጻሒፉ ዘሎ ኢየሱስ ጸዕብ ኣድጊ ረኺቡ ተወጠሖ። ደቂ መዛሙርቱ ነዚ ነገር እዚ ቅድም ኣየስተውዓልዎን። ኢየሱስ ምስ ከበረ ግና ሽዑ ነዚ ነገር እዚ ብዛዕባኡ ከም ዝተጻሕፈ ንሳቶም እውን እዚ ኸም ዝገበሩሉ ዘከሩ። እቶም ንኣልኣዛር ካብ መቓብር ጸዊዑ ካብ ምዉታት ከተንስኦ ኸሎ ምስኡ ዝነበሩ ህዝቢ ኸኣ ይምስክሩ ነበሩ። ስለዚ እቶም ህዝቢ እዚ ተኣምራት እዚ ምግባሩ ሰሚዖም ክቕበልዎ ወጹ። ሽዑ ፈሪሳውያን ንሓድሕዶም ሓንቲ እኳ ኽትገብሩ ከም ዘይትኽእሉ ትርእዩዶ ኣሎኹም? እንሆ፣ ብዓለሙ ደድሕሪኡ ይስዕብ ኣሎ ተባሃሃሉ። እምበኣርከስ ህዝበ ክርስትያን ብሕጽር ዝበለ ኣብ ትርጓሙ ወንጌል እውን ሆሳእና ማለት መድሓኒት ምዃኑ የረድኣና ከምኡውን ጎይታ ኢየሱስ ኣብ ኣድግን ገልገል ኣድግን ተወጢሑ ኣብ ማእከል ህዝቢ ዝተራእየ እቲ ነቢያት ኣቐዲሞም ዘርእይዎ ዝነበረ ምሳሌ ምእንቲ ኽፍጸም እዩ ነቢያት ዘበነ መከራ እንተኾነ ጸሊም ተኸዲኖም ኣብ ፈረስ ተወጢሖም ዘበነ ሰላም እንተኾነ ግና ጻዕዳ ተኸዲኖም ኣብ ኣድጊ ተወጢሖም ኣብ ማእከል ህዝቢ ክዘሩ ይረኣዩ ነበሩ ይብለና ወንጌል። ጎይታ ኢየሱስ ከኣ ዘበነ ሰላም ክኾነልኩም እዩ ክብል ኣብ ኣድጊ ተወጢሑ ኣብ ማእከል ህዝቢ ተራእየ። ከምኡውን ኣብ ኣድጊ ዝተወጣሓሉ ምኽንያት ሰብ በሪሩ ካብ ሰብ ከም ዘየምልጥ ጐይታ ድማ ኣብ ኣድጊ ምቕማጡ ብእምነት ብጸሎት እንተ ደሊኹምኒ ክትረኽቡኒ ኢኹም ማለቱ እዩ። ትንቢተ ኢሳያስ ምዕራፍ ሓምሳን ሓሙሽተን ቁጽሪ ሽዱሽተ። እምበኣርከስ ፍቱዋት ተኸታተልትና ብዛዕባ ሆሳእና ዝምልከት ሕጽር ብዝበለ ከምዚ ከነንብቦ ዝጸናሕና እዩ። ከምኡውን መጽሓፍ ቅዱስ እንተ ተወኪስና፣ ካብኡ ዝዓቢ ነገራት ክንረክብ ኢና ስለዚ ብድጋሜ እንኳዕ ናብ በዓለ ሆሳዕና ናይ ጎይታና መድሓና የሱስ ክርስቶስ ብሰላም ኣብፅሓና ሰሙነ ሕማማት ድማ ናይ በረኸት ናይ ድሕነት ክገብረልና ናይ እግዚኣብሔር ሰናይ ፈቓድ ይኹን ናብ ብርሃነ ትንሣኤኡ